መሬት ሒዝኻ ብረይ ብመሬት ከትርፎም ደልዩ ቆልዑ። ዳሕና ዳሕና እሱ ተደቀሰ ኣነ ከሞ ክድቅስ ዶ

ኣኸዛ ንውር ዓየ እየ ዝኸይድ ኣነ ሰብ በረኻ እየ ዝነብር ኣለኹ ኣይ ኣምሳ ኣሚነይ ፃዕዳ ኣሚነይ እየ ኹንኩ ዝነብር ኣለኹ ወይ ወይ እንተኾነ ከም ሰብ በሊ ይብለኹ ኣኸዛ እንተ ዘይኮነ ግን በሊ በልባ እንታ ክፀው ዘሊኺ ይትረፈኒ ሓፍተይ ይትረፈኒ ድሓን ሰብ ክትልክሚ እስካብ መዓልቱ ዝበፅሕ ግን ንግዘን ዝደፈሉ

ሕስብ ተበልካዮስ ካባየይ መንዚዖም ድዮም ንዓኻኽቡኻ ኣቦና እኮ ዓዲ ሙሉእ ዝፈልጦም ሓቀኛ እዮም ነይሮም። ሓቂ ሰሚራቶም እይ ግን ከማኺ ከም ባራኺ ግን ኣይርእዩን እዩ ዋይ እሱ ደኣ ከመይ ገይሮም ክርእዩኻ ከመይ ማለት ወዶም ዶ ኮንኹ እየ ወዲ ሰወይቶም ድየ ከም ወዲ ጎባኖም ይኮንካ እንዲኻ ፍቆረ ዳዳይና ደንቆ ብልካዮም ትውዕል ነበርካ ንረብሓ መሬት ክትብል እሞና ተበደልኩ ሲሲቁልካ ዘይምርኣ ካልእ ክትብለኺ ቆልዑ ጸሞም ደፍን ኢሎም ክሓድሩ ድንዮ ሓሳብኸይ ሕደግ ኣጽሃ ሓወይ ሱስዕ ደኣ ኮይንካ እምበይ ወለድና ደይኮኑ ዝቕልዎም ዝነበሩ እንቶም ደቅኻ ካሊእ ወግዒ ክተውግዒ ካሊእ ወግዒ ክተውግዒ ሕዝማ እንታይ ንግበር እንታይ ንምከር እንታይ እማ ንፅወይ ጉዳይ እንታይ ንምከር

እሞ ተሓሰብካዮኸ ከምዚ እናረኣኽ ክንነብር? ሄራቕሊ
ኩሉ ከም ሰብና እምበይ ካብ ዝነበርናዮዶ ከይገደና? እሞ ኣነስ እንታይ ደለ እየ ከም ሰበበይ ሰሪሐ ናብራ ገዛይ ክልውጥ የለወልኹ እምበይ? ጭራ ስቆልኪ ራሄልሲ መን እያ እስቲ ኣብ ኸተማ ናይ ገዛ ስራሕ ሰሪሓ ዝተለወጠት? ጭራ እስቲ መን እኒኣ? ገለ ኣዞዞ ይመስል ነገር እዩዋ ኣነ ዝደልሲ ራሄለይ እ ወሊድኪ ከቢርኪ ገሚድኪ እ ቡቱይን ቡቱይን ደቂ ሓፍተይ ሓቂፉ ክጻወት እየ ዝደሊ
ኣይ ማዕርገይ ናተይ ዶ ጨኒቕኒ መስልካ እዩ
ዳይመንዳ

ስሱዕ እያ ስሱዕ ቀደሙ ንወለድና ዘይገደፍካ ዶ ንዓና ከተሐንደወልና
ሓደ ነገር ዘይንገብር እንታይ ተሓሲኻ ድኻ
ነያይሲ ወይ ዝስራሓ ዝሕደጎ ወይ ብዙ ጌርና ክሓተማና ክንጠፍእ ኢና ዘይንብሎ።
ኣታ መኣርግ ሓወይ ናበይ ክንጠፍእ።
ራስ ቁል ክስኽሲ ዒማን ዘይኮናሲ ኮነ ኢልና እኮ ኢና ፈሊጥና እኮ ኢና ከምኡ ንብሎ ምእንታን ስራሓ እንተሓደጎስ።
ክላእ በገና ለይ ይመስል ጽዋእ እዩ ዝባ ካልእ ግርም ትብሎ ተሊካ ዳጽባ። እሞ እምበኣይ ብዛዕባ'ዚ መሬት እዙይ ሓደ ነገር ተዘይኮይኑ ብዛዕባ'ዚ መሬት እዙይ ሃሪሰ ይሓድር እየ።
መዓርግ የትህጸጽ እዚ ነገር እዚ ኣያይ ባዕሉ ብጥበቡ ከላእሞ እዩ። ኣተይ ኣተይ ኣሕዋት ደቁ እንኦ ጨኪኖምሉ ስረ ይስራሕ እናበሉሰ ኣያየ በይኑ ድኡ ክቐንዖም ይቕናዕ ይጎብጥ ምስ ኣያየ ምልዛብ ከድልየና እዩ። ዋይ ዳሕናዋ ብዛዕባ እዚ ነገር እዚስ ኣበይ ከም ዝበጽሕ ክንርኢ ኢና። ደሓን መዓርግ ነጊረካ እኒኤኹ ዳሕራይ መዓልቲ ጸየካ እኒኤኹ ሽኩር ሽኩር ኣነ ዓቢ ማልኸ